ክብክብ እስከ ድበል ቀረብ ቀረብ ሆፋ እስኪ ኦፍዮቲ ተመሊኣ ዘይትመልእ ዓለም ዛት ሸዓተ ወኻዕካዕካዕ እንዲስማ ንራኸብ ንዛተ ዝጸናሕኮ ጸኒሐ ከእምርሕ ንገዛይ

ኣንታ ደጎል ሓወይ ንዓና ዝኸውን ግዜ ስኢንካልና ካብዚ ንራኸብ እኳ ነዊሕ ነዊሕ ነዊሕ ነዊሕ ኮይኑ ዘሎ
ኣቃ ብስራሕ ኬንያ ገሸቕኒ እቲ ህቡብ ድምፃዊ ናይ ኬንያ ትፈልጦ እንዳ ተወሳኺትለ
ኣንታ እቶም ኬንያ ከ ከምዚ ከማኻ ህቡብ ኣለዎም ድዩ ዋይ ተዓዊቱ ኣሎ ኮፊ ኣናን ኣይትፈልጦ ኣንታ ደጎል ኣነ እኳ ነዞም ከምዚ ከማኻ ፍሪ ፍሪ ዝበሉ እየ ዝፈልጥ እምበር ኣብ ደርፊ ከኣ እኮ ደሓን እየ እወ ሃቅኻ ሃቅኻ ንሱ ደኣ ግን ኮፊ ኣናን ፍሉጥ እዩ ፍቱው ህቡብ ድምፃዊ እዩ ማለት ንስኺ ትፈልጦ ቀረባ እዩ ትወዲ ዎ
በል ኣነሲ ብዘይካኻ ካልእ ህቡብ ደራፋይ ኣይፈልጥን እየ ኣኸለ
ሃቅኻ ሃቅኻ ንሱ ደኣ ፅቡቕ ወላ ሓንቲ ብዝኮነ ብናቱ ዕድሜ እየ ኣነ ኬንያ ከይደ ቀኒ ግርም ኬንያ ኣጸሊለያ እየ ተጸሊላ የብለካ ኣሎ ኩሉ ሰብ ኩሉ ኬንያዊ ትበሎ ብዕድመ ዝመፁ ዛምቢያውያን ነይሮም ብዕድመ ዝመፁ ሩዋንዳውያን ነይሮም ሳውዝ ኣፍሪቃ ነይሮም ብምሉኦም ትግርኛ ኣይክእሉን እዮም እኮ ሰብያዎም ግን ኩላ ወፂኦማ ብምልእታ እዮም ዝርፍዋ ወይ ኣፍ ኣፈይ ኣቱም ሰባት ሓንሳብ ብኣልኽ ደርፋ ትቕድሙኒ ኣለኹም ወላ ሓንቲ ጉዳይ ኣይኮነ ሰሊሆም ሕጂ ደሓን ቅኒ ኢልኻ ናብ ካልኦት ሃገራት ክኸይድ ኸውን ብዝኾነ ደሓን እዚ በቃ እቲ ዝብለካ ደለኹ እቲ ነገር ኣሰይ ኣሰይ ደጎል ሓወይ ኣታ ነታ ናፊቐካኒ ኣቢለካ እንተ ደጎል ሓወይ ኣንታ ብሩኽ

ፓላሃያ ደርጓዕ እዮ እስኪ ደርጓዕ
ኣንታ ደጎላ ሓወይ በጃኻ ሓንቲ ግዜ ቢብ ኣብለኒ እታ ማኪናይ እኳ እያ ቢብ ስለ ዘይነበረ ኣብል ኣብል እምባእ ሕልሚ ድዩ ተልእኾ? ኢንተርናሽናል ሓሳብ ክሓስብ ኣለኒ ማለት እዩ። ዋ ብቀደሙ ውን እኮ ቀትሪ ዝሓልሞ ሕልምታት እኳ እዩ ኣብዚ ደረጃ እዚ ኣብጺሕኒ። ኣጆኻ ዝዓርከይ take it easy ተበገስ ጥራይ። ሕጂ ክብገስ ኣለኒ እዚ ሕልሚ ኣይኮነን ተልእኾ እዩ ተልእኾይ ክፍጽም ከኣ ግዴታ ኣለኒ ኣነ ንስነ ጥበብ እየ ተወሊደ እንኮ ጥበብ ከኣ

እንቧዕ ደሓን ደሓን ጣን ረሓግጥዎ ግደፍዎ ደሓን ግደፍዎ ግደፍዎ መሲልኩም ደኣ እምበር ከመይ ገለ መዓር ሕዋስ የብሉ ገለ ይብሉ እወ እወ መዓር ኣለኪ መዓር መዓር መዓር መኛ ክድብል ደኣ ሃሎ Hey, boyfriend, how are you?
ኣይ ኣርኪብካ ንስኻ ኸኣ ሓለው ባፍረን በፈፍ ኢልካ ጥፋ ኦ ማይ ጋድ እንታይ ኮይኑ እዚ ሰብኣይ ኣነ ካልይ ዓጅብኒ ላዕልን ታሕትን ንስኻ ኸኣ ኣርኪብካ ዋይ ዋይ ሓንተይ ናዶ ሃሎ
ቦይ ፍሬንድ እስሚ ጀይጀይ ጀይጀይ ኦይ
ጆ ብልካ ጆ ኣርኪብካ ኢኻ እስኻ ኣነ ሓደ ጥር ትብል ምዃን ኣብኒ ንስኻ ኸ ኣርኪብካ እንታይ ኮይኑ እዚ ሰብኣይ ኣብ ውሽጢ ጅቡኡ ኮላ ብገሊኡ ጥቡቋ ደኣ ከይህሉ

ፍሬንድ ቦይ ትብለኒ
ኦህ ታይ ፀገም ኣለዎ ቅድሚ ሕጂ ቦይ ፍሬንድ ብለካ የስ ትብለኒ ነይርካ። ክላእ ስቆል ስቆል ስቆል ስቆል ሕጂ ስቆል እሞ ሕጂ ዶ ቦይ ፍሬንድ ኣለና ኢና ሕቆን ከብድን ኮይና ኢና እብለካ ኣለኩ ባስታ ዋእ
ኦህ ሶሪ ሶሪ ሶሪ ኣይፈለጥኩን ኤኒወይ ክረክበካ ደልየ ነይረ። እንታይ ኢልካኒ እንታይ ኢልካኒ ዋእ ከምኡ እዩ ዝበሃል ኣንታ ጁጁ ወደይ

መጻኹ ካብ መጻ ኣይድንጉነ ዋታይ ኢለ ድጋዳፍኩ ገዲፈ ጥብ ክብለካ ሕጂ እጅ ወደይ ኦኬ ኦኬ
ከጽበየካ ኦኬ ኦኬ እወ ሕራይ ጅውጅ ወደይ ሕራይ ሕራይ ዝበልካ ማርያም ዋይ Yes.
Yeah. Okay.
እንተ ባዕለይ እንጀራ ይዓፀ ነይረ ዋይ ወይ ባዕልኻ ዶ እንገርካ ተዓጢኻ ወደይ መሲልኩም ደኣ እምበር ጣን ሓንግጦ ጣን ጣን እወ መሲልኩም ደኣ እምበር መዓረይን ገንዘበይን ሒዘ ዓደይ ክምርቀፍ እየ እወ እዋ እንታይ እንደ ሕማም ኣለኒ ምሳኹማ ባሕራ ብኢዳን ብእግራን መፅያ ኮላ እወ ማዕረ ልኩም ማር መዓር መዓር ጠስምሎ እንቋቑሖ ኣሎ ኩሉ ኣሎ ዕንቋይ ኩሉ ዝርከቦ መዓር ኣለኩም መዓር ሕዋስ የብላ ገለ የብላ እንዳ ክንሰ ኮይና መዓር ኣሎ መዓር ሰብ ገዛ መዓር ኣሎ መዓር ተኻሊ ኣይ ቲፎዞ ይበፅቢፆም እዩ ኣበይ ኮይኖም ኣብ ሕልምታተይ እንዳመፁ ንስኻ ኢንተርናሽናል ክትከውን ኣለካ ጥራይ ይብሉኒ ኣለዉ ወይለክ ኣብ ሕልምታትካ ዝመፁ ደኣ እንታይ ግዳም ሓደር ድዮም ዶስ ገዛ ኣብሎምን ከመይ ለይትን ቀትርን ኣብ ሕልምታትካ ዝመፁ እንተ ደኣ ኮይኖምሲ ነቲ ርእስኻስ መደቀስ ትጥቀምሉ ከየሉ ምሽ ወኒ
ይብለጡልካ ከየሉ ኢለ ንዓኻ ሓለ
ኦ ከመይ ሌዲስ ሰላም ዲ ከመይ ከመይ

ከመይ ተነጥረን እዚኤን
ኣታ ዝተዋህበ ይምለስ ሚታ ርኢኻ እዚኤን እንትን ቲፎዞ ዝበሃል ዋ እሞ ንህለካ ሜዳ እንሆ ፈረንሲ ሃየ እንዶ ኺድ እዎ እሞ ሕጂ ተኽሊት ዓርከይ ኣነ ከም ዝብለካ ኣለኹ ኢንተርናሽናል ስለ ዘሎ ሓሳበይ ናይ ደገ ኣፍልጦ ዘለዎም ሰባት ከመይ ማሲ ናይ ደገ ኣፍልጦ ዘለዎም ሰባሲ እንድሕር ኣሉ ከተላለየኒ ሓሳብ ክቡላ ኣነ ካብ ስራሕ ወፃኢ እንትርፉ ዓሰርተ ሰለስተ ሰባት ካልኦ ሓንቲ ይፈልጥኒ እኹላት እኹላት ካብዞም ዓሰርተ ሰለስተ ሓደ ወይ ክልተ ሰባት ግዲ ናፍልጦ ናይ ደገ ዘለዎም ክህሉ ይወ ሓሳብ ከዓ ከብኡ ንቕበል ዋ ሞሶም ሲ ኩሎም ኣብ ዓዲ እዮም ዘለዉ ኣበይ ዓዲ ዓዲ ቲ ዓዲ ዓዲ ዓዲ ቲ ዓዲ እዋ ዓዲ
ኩለን ከዓ እተን ዘኳሽመን ነበርኩ ጎራዙ እንዴ ወላ ሓንቲ ይጠቕማኻን እዩ ተስኢልካ እንዶ ክብሪ ጌርካ መልሰለይ ኣኽቢረ ኢለ ሓተካ ደሎ እንታይ ኢኻ ንስኻ ኣነ ካብ ሃገረይ ወፃኢ ናብ ዓለም ዓለም ለኻዊ ኢንተርናሽናል ስራሕ እንዳሓሳብኩስ ንውሽጢ ዓዲ ክተእትወኒ ንውሽጢ ዓዲ ኣበይ እሞ ኢልካዮ ኣታ ወዮ ደኣ ዘይናትኩም እዩ ዘፍትወልኩም ኮይኑ እምበር እቲ ገንዘብሲ ኣብኡ እዩ ዘሎ
ተኽሊ በሊሕ ከመይ ኢትካ እሱ ላሞ ናተይ እንዲ ምሳይ ደሎ እንዲ ናይ ዓደይ ላሞ ናበይ ከይከደ ንምሳይ እንዲ ደሎ
ስማዕ እስኪ ሕጂ ብሕፅር ዝበለሲ ምስ ደገ ዘለዉ ሰባት ዘራኽበኒ ኮሙኒኬት ዘግብረኒ ኢኻ ትደለ ዘላ ቴንክ ዩ እዚኣ እየ ደልየ መንገረን ከል ዘይትረኽቦ ኣበይ ገረን ከይዲ ዋጣው ጀይጀይ ኦ ቴንክ ዩ ኣታ ስኻ ኣይኪው ሓሳብ ኣይድያ ኣለካ ወድኻ ኤይ ኢልኩ ኢኻ ኣርተፍሻል ኢንተሊጀንስ ፈልጦ ፈልጦ ናብዚ ዓዲ ከማን ባዕለይ እንደ ከተኣታትዎ ግዲ ከይትነውሕዛ ዘረባ ደውለሉ ዝዓርኪ ደውለሉ ባዕልኻ ሒዝካ ኸዓ ክጠፍ እዩ ንሕና ከዓ እሱ ስለ ዝኾነ ድላይና ትም ኢልካ ምዕዛብ እዩ ከምዚኣ እናገበርካ
ደርፍና ሪንግቶን ጌርካ ናኸድካ እስካ ዶ ክትኮን ትደሊ ካልእ ስኢልካ ደይ ንስኻ ትመስል ኣይትሕርቐኒ ክድምስሰ

ከመይ እሞ ሓብሰት በልከ ጽቡቕ ሃየ እንታይ እሞ ንጎ ንጎ ኮይኑ ስኢልካ ንክተሰክፍ ዶ ትፍጠር ኢኻ ወደይ ኣሰኪፍና እካ እታ ጁጁ ወደይ ኣሰኪፍና እኩም ብሓቂ ብሓቂ ብሓቂ ብሓቂ ኣይ ዶንት ጌት ኢት ብናይ ምንታይ ኢኹም ወይለይ ገንዘብ ዶ ኣይኮነ እንተ ሰዲድኒ ዋ ኣንታ ዝጠቕማ ድየን ዘይጠቕማየን ሰ ኢልካ ቁሩብ ቁራብ ኣይከውን ኣንታ ንድኻ መፅእ ከይከውን ኣንታ ጁዱ ወደይ ኣያንኳይ ኣነ ብኸምኡ ይኹንኩን ፀዊዐካ ወዲ ተቐይሐ ሰብኣይ ከ ኣንታ ገንዘብ ንዘይትበኒኻ ካብቲ ስርሓሉ ቦታ ኣባኺርካኒ
ኣያንኳይ ፕሊስ ፕሊስ ብኮል ብካሽ እየ ዘየምፃኹልካ እምበር

እቲ ገንዘብ ኣብዚ ኣሎ ከመይ ከመይ እዩ I know ኣባጊዕ ኣጣል ደርሁ ከም ዘለዋኻ ያኖ ነዚአን ከተዕቢ ክንደይ ጻዕሪ ሓርኮትኮት ክንደይ ገንዘብ ከም ተጥፍእ I know የውጻለን እወ የውጻለን ጫሕ ሓቢለ ገንዘብ ኣውፃለን ከውፃኻ ዶ ገንዘብ ኣሎ እንታ ጁጁ ወደይ
ንምንታይ ደኣ እሞ ገንዘብ ተሰዲድኒ ድዩ ክትብል ፀኒሕኻ ወይላይ ተኾንካታ ኣብ ቅድመይ ተፀኒሒ ደኣ ለኪመዮ ወኸይድ እቲ ምልካም እኮ ኣካል ናይ ፃዕሪ ዘይኮነ ዓይን ወይ ሕጂ ፃዕሪ ሓርኮትኮት ፋሕተርተር ፅፍሪ ገለመለ ግደፎ ኢኻ ሕጂ ኩሉ ግደፎ እዚኣ ናይ ኩሉ መፍትሒ እያ። ኣንታ ጁጁ ኣዋናዊንካኒ እኮ የሪፍካኒ እኮ ዋ እንታይ ድዩ ዘለዋ good ኣብዚኣ ፈውሲ ኣሎ ፈውሲ ዝኣቱ ኣሎ ኣብዚኣ ኣብዚኣ ያ እዚኣ ስለዚ ንሓንቲ በጊዕ ወይ ደርሆ እወ በቲ ፈውሲ ጌርካ እወ ሻዕ ንሻዕ እወ ውልድ ምስ በለት እወ ዳይሬክትሊ እወ ተወግኣኖ ተወግኣ ሃየ ግረ ሃየ እስከ ምስ ወጋእኻያ እወ ኣብ ውሽጢ ክልተ ሰሙን በጊዕ እንተኾይና ጸባ ትሕለብ ደርሆ ተኾይና እንቁቁሖ ትሕለብ ዋይ ዲኖ እዚ ናይ ብሓቂ እይ ኣዝዩ ኣገራሚ ነዚ ክሰምዕ ድየ መፅየ ዋ ትብሎ ዘለኻ ደበር ርዳእካ ኣሎ ኣብ ክልተ ሰሙን እኳ ኻትብል ዘለኻ ኣብ ክልተ ሰሙን ሲ ኣብያ ተወሊዳ ሲ ደሮ እንኳ ትወልድ በጊዕ ትህለብ ከመይ ከመይ ኢኻ ትብል ዘለኻ ዋ እንዳ ትርሳቑርዶ ዘርሕ እዩ ያ ያ እንታይ ኣብ ውሽጢ ክልተ ሰሙን ቅድሚኡ እውን ተኽእሎታትን ኣኽኣሎታትን ኣሎ ያ ያ ካብ ኣሜሪካ እየ ምፅያ ኣሜሪካ ያ ያ ኣየ እዛ ኣሜሪካ እዚኣ እንታ ሰባ እንተ ኣክበስ እንታይ ትኸውን እዛ ኣሜሪካ እዚኣ ወይሲ ሰዊጓትካ ድያ ተሰዊግካ ዲኻ ብያ ኢላ ድያ ሰዊጓትካ ወፂኻ ኣያ እንኳ ተሰዊግካ ኣለኻ ወየ ወይ ከምኡ ትብለኒ ኣለኻ ሞተለ መክብለካ ኣብዚ ኮፍ ኢልካ

እዚ ሕብረተሰብ እዚ ዘለኻዮ ጽቡቕ እዩ ዝበዝሕ ተመሃረሉ ክሰበሉ ክሰበሉ ኣኸለ ኣይኮነን ዘለን ዘለን እንዳምጻኻ ድኸውን ደኾን ደምጻኻ ነዚ ሕብረተሰብ ኣይትበኩሎ እብለካ ኣለኹ ኦፋ መዳኸምያ መዳኸምያ መዳኸምያ ንዚያ ክብለ ጸዊዕ ንወደይ ቧዕ ማር ኣሎ ማር ማር ማር ምቐደሙ ሪፅካ ዘይብላዕ ገንዘብ ዶ ማር ማር
ኩሉ ሰብ ኮጎሪሑ እንታይ ደኣ ክገብር ወደይ ስራሕ እኮ ተሳኢኑ እንታይ ንመን ደኣ ወዲኻ ክንፍትኖ ኢና ኦኬ ነዚ ዶ ክፍትኖ ኳን እዚ እንታይ ኣባጊዕ ኣለዎ እየን ንባዕሉ በጊዕ ጉድ ኣይድያ ባዕሉ ውጎ ሄይ ኦ ጄይ ጄይ ጄይ ጄይ ዋትሳፕ ብሮ

ንምንታይ ኢኻ ህው ህው ክትብል ዘለኻ? ዲያና እንታይ ኮይና ድያ? ኣንታ ብራዘር እንታይ ኢኻ ዲያና ዲያና ተብል ዘለኻ? ኣነ እኳ ደልየካ እብለካ ኣለኹ። ዋው ሴሌብሪቲ ደልየካ ክብለኒ ብጣዕሚ እዩ ደስ ዝብለኒ። ማእከላይስ ኣለኹ ክመፀካ ትመፀኒ። ጸገም የለን ጸገም የለን ክመፀካ መፀካ

እዚኣ ገቲርኒ ገትሮ ከመይ ዝበልዎ ወደይ ኣነ ነዚ ምእማነይ እኮ እዩ ዝገደለኒ ነዚ ክኣምን ስቕ ኣይነበረንን

እማ ስማዕ እስከ ኣነ ሳሮን ከይትርእየኒ ቀልጢፍካ ምጻኒ ለካሲ ኣብዚ ክትግትረኒ ኣብዚኣ ኣብዚኣ ከምዚኣ ኣብዚኣ ከምዛ ባሎ ኣብዚኣ ክትግትር ከተብለኒ ቁሮ ኣይትሓፍርን ኣታ ዳሕመ ይብሉኻ ሰብ ኢኻ ወደይ እንታይ እሞ እንታይ እንታይ እሞ ሳሮን ተራእየትኩም እንታይ ጸገም ኣሎ ኣፍቃሪትኩም ነበር እንድያ ግዲ ትንበር ኣይትንበር ንዓኻ ዝግድሰካ ጉዳይ ኣይኮነን ንዓኻ ዝምልከተካ ጉዳይ ኣይኮነን ለካ ኣለኹ ብሕቲ ክንድዚ ትሸፋፈኑሲ ክንድዚ ትሸፋፈኑሲ ገለ ጠንቀምቀም ኢልኩም ጎይ ትኾኑ
እንታይ ማለት እም ኣቢልኩም ዝምሽ ኣለካ ገላ ፈጊርኩም ከይትኾኑ ከብድኻ ፈርጢጡ ከይኮኑ እሞ ከምኡ እዩ ዘሎ እቲ ግዜ ኢለ እንተ ሰራም ባኻ ወድኻ እንተ ሰራም ባኻ ሰራም ኢኻ ሰራም መርዛም ባኻታ እንተ ከመይ በሉኻ ኸታ እስኻ ቁረው ኣነ እንኳይ ኣነሲ ኣብዚ ዕድመ እዚሲ ኩሉ ከምዚሲ ክገብር ትሓስብ ኣለኻ ጠንቀምቀምቀም ክብልካ ሓስብ ኣለኻ እታ ኣይፍለጥን ኢለ ኣይፍለጥን ኢለ ደሓር ከኣሲ ክንድዚ ተሸፋፊንኩም ደኣ እሞ ክንግምት ኢና እምበር እንታይ ደኣ ክንገብር ደሃይ ዓዲ ከ ከመይ ኣሎ ዓድና ግርም ግርም ፅቡቕ ኣሎ ክብሩ ስፋሕ ከምዚ እሲ ክብሩ ስፋሕ ፅቡቕ ኣሎ ፅቡቕ ኣሎ ፅቡቕ ኣሎ ፅቡቕ ኣሎ ኣነ ምርጫይ ሲ ዓድኻ ኣቶ ዓድኻ ኣቲኻ ከም በዓል የናስ ከም በዓል ወዲ ቀሊት ጀርጅንካ ጌርካ እንተደሊኻ ካውሎ ፍዮርኻ እንተደሊኻ ሕምልተይ ወዲ ሕምልቲ ጌርካ ጁጁጁጁ እንዳልካ ጀነደርካ ወሊዕኻ ሰብ ምኾንካ ሰብ ፅቡቕን ጥዑም ይብለካ ኣለኹ እምበር ኣብዚኣ ድራ እዚኣ ንፈልጣ ዘይኮነትን እ። በጀካ ጨጉሪ ምብላዕ ሰብ ምብላዕ እንታይ ኣለዋ እዚኣ ውፅኢት ዳና እያ እንቋይ ኣነስ ኣብዚኣ ግርም ኣለኹ ከመይ ጽባሕ ንጎ ከዓ እ፣ ንመኣዛ ጓል እያ መስፍን ንሕርኢት ጓል እያ ዕንቋይ ተኳሽ መን ኣለኻ እንዳበልኩም ሲ ዳር ትርኢተይ ከተርእዩኒ ምእታው ምውፃእ ክትኮሉኒ ዋ ወ እንተ መርዛባ እዩ ትመልሓስካ ሰባብ ኢኻ ወድኻ እ? ነግራም ኢኻ ሰባብ ኢኻ ሰባብ ሰብ

ካብዞም ደረፍቲ ናይ ደገሲ በዓልዚ ክሪስ ብራውን፣ ፊፍቲ ሰንት፣ ፎርቲ ሰንት፣ ሰርቲ ሰንት ገለ ትፈልጦም ዶ? ኣዕሩኽተይ እንድዮም ከመይ ዘይፈልጦም ኣዕሩኽተይ ብሓንሳብ ንጫረቕ ንተሓቓቐ ንቑመትና ጫማ ይህቦም ጫማ ይህቡኒ ክዳን ህቦም ክዳኖም ይህቡኒ ማይ ፍሬንድስ ማይ ፍሬንድስ ኣበይ ትፈልጦም ገርመካ
ኤርሚ ዓርከይ ናቶም ጋርድ እዩ ነይሩ ብመንገዲ የተላለየዮ ድሓር ግን ሩኽ ኮይና ሩኽ ሩኽ ሩኽ ሩኽ ሩኽ መጣፍእቲ መጣፍእቲ ኮይኑ ዲኖ ፊፍቲ ሰንት ጨርቃና ይፈትውን እዩ ጨርቂ ሓራቕ ሓራቕ ሓራቕ ፊፍቲ ሰንት ታዕ እንታይ ይዛረባላ ያ
ኤንወይ ሕጂ እንታይ ክሓግዘካ ትደሊ ዘለኻ ዋይ ገሪብኒ እንታ ጄጂ ሓወይ ኣነ እንታይ ደይ ደልየ እዞም ሰባት እንቋዕ ፈለጥካዮም እንቋዕ ኣዕሩኽትኻ ኮኑ እምበር ሕጂ ኣነ ምስኦም ኮይነ ፊቸሪንግ ደርፊ ክሰርሕ ደሊ ፊቸሪ እዎ ኢንተርናሽናል ከዓ ኮነለይ ስራሕ ኢንተርናሽናል እንታይ ፀገም ኣለዎ ፀገም ድበሃል የብሉ ግን ማይ ፍሬንድ ሓደ ነገር ክትገብሮ ዘለካ ነገር ኣሎ ከምዚ ኖርማል ሰብ ተኾንካ ብዙሕ ከምዚ ቆሸ ዓይነት ገለ ኖ ኖ እቲ ናትካ ፋንስ የሰልችዎም እዩ ሕጂ ሓደ ፍሉይ ቅዲ ከምዚ ፍሉይ ቅዲ ደርፊ ከምኡ ዓይነት ከተምፅእ ክትክእል ኣለካ ኣቀማቕማኻ ስታይል ኣቀማቕማኻ ኣከዳድናኻ ዘወይ ኣካይዳኻ ከምዚ እዚ ኣብዚ ኣይዕጠቕን እዩ ኣብ ከብዲ ኣብዚ ኣብዚ ትምስጎ

ዋ ዋ ሄ ጉድ ጉድ ማይ ፍሬንድ ኣላ ብራ ቀሊል እንታይ ዘይ ዩ ስማርት ነው ኣቤት ኣለሎኒ ቀሊል ዝላ
ሕጂ ሓንቲ ነገር ክተርፈካ እያ እዚ ግን ኣብ ዓድና ፍቑር ስለ ዘይኮነ ጥንቅቕ
ጸገም የብሉን ስነ ጥበባዊ ምስጢራዊ ኣቸዋ ገድ ሕጂ ሓንቲ መርፍእ ኣሎ ብፈውሲ ዝውሰድ መርፍእ ንሳ ክትውግኣን ነብስኻ ልክዕ ከምዚ ዓሰርተ ዓመት ጅም ዝስራሕኻ እሰትካ እሰትካ ብንቅርቅር እዩ ዝብሎ ገለ ዓይነት ሴክስ ዓይነት ኢኻ እንታይ ትፈልጥ። ዘረባ ኣለኻ ያ በዓዛ ሻኪራ ዊል ስሚዝ ገለስ ጎይታት እዮም ፃወትና ማዲ ያ ኣበይ ደኣ ከርክብሉ ስራሕ እንድዮም ጂም ክኾዱ ገለ ገለ ና ና ና ድሓር ከዓ ኣዝዩ ክቡር እዩ ክቡር ንስኻ ግን ማይ ፍሬንድ ሃብታም ስለ ዝኾንካ ፀገም የለን ጸገም የብሉን ጸገም የብሉን ጥራይ ኣነ ኢንተርናሽናል ደራፋይ ጥራይ ይኹን ኢንተርናሽናል ጥራይ ይኹን ኣነ Good. እንታይ ጸገም ኣሎ ክንደይ ትበጽሕ ዌል እቲ ዋጋ እኳ ሸውዓተ ሽሕ እንዲ ዝበጽሕ ነይሩ ንስኻ ናተይ ስለ ዝኾንካ ሓሙሽተ ሽሕ
ኣታንዛና ጂጂ ዓርኪ ሓሙሽተ ሽሕ ዶላር ዳሞ እንታይ ማይ ሕሱር እዩ ወላ ሓንቲ ኮነ
ሓሙሽተ ሽሕ ናቕፋ ናቕፋ እ ማይ ፍሬንድ ክጻወተካ ኢለ እምበር ጂጂ ሓወይ ሓሙሽተ ሽሕ ዶላር ኣበይ ክመጽእ ኤሎን ማስክ ድያ ኣለ ዩር ጆኪር ብሓቂ ጆኪ ጆክ ብዝኾነ መዓስ ንራኸብ እታ መርፍእ መልየ ከምጸልካ ጂጂ ሓወይ ደይ ትሽገር ተኾንካ ሕጂ እንዶ ምጸለይ ኣብዚኣ ክጽበየካ ኣለ ሹር

እቲ ዜናሲ ኣበይ እዩ ተሰዊሩ ኣበይ እዩ ኸይዱ እዚ ኩሉ ቴለፎን ወቒዐሉ ምልዓል ኣብይኒ ሃለው ተልካ በየን ሕጂኻ ንዑ ምሳኦም ከንዓኻ ጸዊዐካ ንዓኻ ድሄካ ዜና ደኣ ስራሕ ቀይሩ እንድዩ ዝሓይሽ ፈጢርሉ። ደሓን ደሓን ደሓን ዲኹም ቀዳዳናይ ደሓን ዳይኹም ደሊኹሞ ደሓን ኩላኹም ሓደ ንሱሲ ስምዓኒ ግዳ ሰምዓኒ ኣለኻ ዶ ስምዓኒ ሰማዕኩም ኣለኹ ብዝበይ እንዴ ሰማዕኩም እወ ስማዕ ሕጂ እንታይ ደለ ኣለኹ ኣነቦኻ ዝነበርክዎ ህይወት ገዓገልጠም እቲ ምንጋር ይኹን እቲ ምልኻፍ ኩሉ ገዲፈ ሓኺኸ ነብሰይ ክፈልጥ ተናሲሐ ተናሲሐ ሕጂ ድማ ጽድቂ ዝረኽበሉ መገዲ ክትሕብረኒ እየ ደልየ ካልእ ኣይኮንኩን ወይለከ ሽሻ እወ ወይለከ ሽሻ እወ ሃየ ሕጂ ድማ እቲ ከይትወደይ ክሕጽረልካ ኢዱ ዝተሰብረ እግሩ ዝተኾርሸመ ዝተገመየ ሕቑኡ ዝተዓፅፈ ዝኾነ ይኹን ብለካ ኣለኹ እንተሪኢኻ ሓብረኒ ኣነ ብለካ ኣለኹ ብናፃ ቀያሕ ሳንቲም ከየኽፈልኩ ኣብኣ ከለኹ ፅግን ከምብሎ ቀያሕ ብለካ ኣለኹ ኣነ ብለካ ኣለኹ ኢለየ እዚ ከምዚኣ ገይራ ተኸንጥበኒ ይብለካ ኣሎ ተኸንጥበኒ ኣነ ዕንቋይ ኣነ ካብ ሕጂ ንኔው ዝኾነ ተሪኻ ከምዛ ናይ ሓደ ግዜ ናይ ደጎል ክሳዱ ክትት ደበልክዋ ኢዱ ስኹዕ ደበልክዋ ብርኩ እንድሕር መሊኹ ዓኡ ከለኹ ምሕቁልቲ እዚኣ ምሕቁልቲ ግናይ እንድያ ብፍላይ ንዓበይቲ ከምዚ ከማና ሪኢኻ ኣለኻ ምሉቕ እንተላ ስሕብ ኢለ ክትት

ደጎሊ ሃቢቡ ዘሎ ዘይፈልጦ ሰብ ስለ ዘየለ ኸኣ ንዑ ተተወከስኩሞ ኸኣ ግርም ወይለይ ኣይ ፋዕዶ ኣቢላ እያ እዛ ነገር ኣያ ዕንቋይ ኣነኹም ዘስኹም እምበር ትስሕቁ ኣለኹም ኣምበሉ እዋይ እዋይ መዓንታይ

ኣይ ስድራ እቲ ቀንዲ ባእሶም ኣብታ ጥምቀት መዓልቲ ብሽም ብሽም ሰሊሆም ወፅዎ ንወዲ ዶ ሰሊሆም ወፀ እዩ ንጓል ዶ ተባሂሉ ሰብኣይ ሰበይትን ንእልካ ዳንኬራ ድዋዋዋዋ ተባሂሎም ናይ ዓሰርተ ክልተ ስዋ ዝገበርዎ ድፍእ ኢሉ ሕድድ መሬት

ሰሊሆም በቃ ወ ሰሊሆም ኣግድ ብዓዲ ኹም ብኸተማ ሰሊሆም ሰሊሆም እንዳ ኮይና ሰሊሆም ሰሊሆም ሰሊሆም ሰሊሆም እወ እሞ ኣያ ዕንቋይ ንስኹም ዓብ እንዲኹም መደነጋራት መታን ከይፍጠር እዛ መፀውዒኹም ቀይርዋ ዛናተይ ወዛናትኩም ዛ ተመኒ ዝገበርኩዋ ሰሊሆም መቐበል ክቕይራ

ድሓን በዚ ክዛረብ ጸኒሐ ኣለዎ መን ክብል
በዓል ንስኹም ተጽልኡ ዲኹም ተሓዲኡ ተሓዲኡ ዓብይ ትብሉ ንእሽተይ ትብሉ ንኹሉ ምድፋር ሰነፍ ሰነፍ እያ ሰነፍ መዓር ኣሎ መዓር ኣቢልና ንታተ

እፍልጡ ንኾኖም ጸኒሖም ያ ኣፍሪቃዎ መበቆል ስለ ዘለዎም ምስ ሓደ ኣፍሪቃዎ ፌመስ ክደርፉ ብጣዕሚ እዮም ዝደልዩ
ጄጂ ሓወይ ምስ ጸለምቲ ጥራይ ዲ ክድርፍ እቶም ጻዕዱ ምሻለዉ ሃበኒ ሞ ሽሞም መን እዮም ጆን ሲና ኤድ ሽሪን ዊትኒ ኣይትርፍን እዮም ምስኦም ኖ ኖ ክትደርፍ ኢኻ ንዕዖም እውን ደዊለሎም ጸኒሐ ኣብ ኮንሰርት ስለ ዝጸንሑ ኣይተቐበሉን ዶን ወሪ ግድን ክንረኽቦም ኢና ጽቡቅ እንታይ ድዩ መሲልካ ጀጃ ሓወይ ማለት ኣርቲስት ዘሕልፎ ተጽዕኖ ዘሕልፎ ጸቕጢ ይርደእካ እዩ

ኣነ ከመይ ገይረ ሸይጠ ግልብጥ እብል ሓስብ ንስኻ ክንዲ ሰዓታት ክግትረኒ ምዃን ሕጂ ከወጣጢኡ ብዙሕ እንድዩ ፈላጢ ብዙሕ እዩ ከመይ ኢሉ ክሰልጡ ወይ ወደይ ሓቂ ሰልጠን እዩ ድሓን ክሳብ ዝኾነ ትኹንስ ኣብዚኣስ ምፅባይ ትሓይሽ መዓረይ መዓረይ ከባቢ ኽንሲ ባዕለይ ድኻ ኣትወድ እነነይ እነነይ እነነይ ዋይ ዋይ ሽሙ ክፉእ ሓንቲ ዋላ ርብዒ ትኸውን መእተዊ ገዛ ዘይብላ ከይሸጥካ ዶ መሬት ዓርበካ ይቱም ሰባት ኣይ ወይ ዘም መዓር ዚኤን ከምዘን እኳ ዋይ ዋይ ዋይ ብነፍሳ እንደ ምዃን ኣያ ሎም መዓንቲ ብነፍሳ እኳ እያ ተመሊኣ ዘይትመልእ ዓለም ዛት ሸዓተ ወኻዕካዕካዕ እንዲስማ ንራኸብ ንዛተ ዝጸናሕኮ ጸኒሐ ክእምርሕ ንገዛይ

How are you ማሜ? እንታይ ክሰምዓካ ዝወደይ ማዓር ዲኻ ደሊኻ ንህልካ ሕዋስ የብላ ገለ ይብላ ዓዓ ኮላ ካብታ ሰበር ንህቢ ኣብዚኣ እያ ገርያ ዘለኹ ከመይ ዝበለ ማዓር እዩ። ማሜ ኣነ ካብ ጽርግያ ማዓር ገለ ክገዝእ ኣነ እኮ ዶጊ ዶግ እየ ማሜ።
ወላይ

ህቡብ ስነ ጥበባዊ እኮ ኢኻ እስኻ ሰው ተሰጎድ እ? ስማዕ ዝብለካ ዘለኹ ኣስተብህለሉ ሓዞ ዝብለካ ዘለኹ ንስኻ እኮ ሜስታት ሕብረተሰብ ኢኻ እብለካ ኣለኹ I know
I know ማሜ I know ዑንቄሶ እም፣ ሕጂ ግን እንታይ ከም ደልዮም ጠዊዕኹምኒ ደለካ እንደ ነይረ ሕጂ ግን ንሓን ገዲፈዮ ኣለኹ ገዲፈዮ ማሜን
ኢ ንምንታይ እዚ ኩሉ ግዜ ቀቲለ ናይ ስራሕ ግዜ ናይ ብዙሕ ነገራት ግዜ ቀቲለ መፅስ ኣይደለኹኻን ስማዕ ምስቱ ርጉም ጅውጅው ተራኺብኩም ነርኩም ማይ ጋድ ማሜን ብኸመይ ፈሊጥካ ብንቅርቅር ለምሽ ተፈንቂለምሽ ሲክስ ኤት ፓክ ገለ ትርኢ ኣለኸምሽ ማሜን ኣነ እንቆይ ኣነ ዶ ሓቂ ተዛረብ ምስ መን ፀኒሕካ ብለካ ኣለኹ ምስ መን ፀኒሕካ ምጀ ምጀጀይ ምጀጀይ ስማዕ እስከ ገግና ኢልኮ ክፉእ ዘይድሓስብሲ ካብዞም ሰኢድ እዩ
ማሜ ከምኡ እንተይኮነ ኣይተርፍን ይብል ማሜ ሲኣይኤ ክትብል ዲኻ ደሊኻ ኩሉ ንሱ ኩሉ ንሱ እ፣ ዝኾነ ይኹን ብዝኾነ ኣብ የሎ ሕጂ ተወዘኒኻ ተወዘኒኻ ማሜን ማሜን በጃኻ ዘይተረድአኩም ነገር ኣሎ ዕንቄሶ ብዙሕ ረቀቕቲ መደባት ኢና ሓሲብና ኣለና ማሜ ዘረባ ጊደፍ ሕጂ ሰላሕ ኢልካ ጥራይ ውሰደኒ

ተማዕቢለይ እንድዩ ተማዕቢለይ ከም ዝበልካ ናኻትካስ ተማዕቢለይ ጸላኢ ጎቦ ጎቦ ናኻትካስ ተማዕቢለይ
my goodness. Oh, oh my friend. Teklit. Teklit. Teklit. How is it? How is it? Teklit. How are you?
ከመልካ እኒ ጉድ ጉድ ጉድ ደሓን ዶ ኸኒኻ ያ ከመይ ዋእ መስገኖ ንዓና ዝሃበ ንመን ይህቡ ንብል ኣንታ ገረንኪ የለ እንታይ ደ ዓድኻ ዘይከድካ ዋይ ኹሉ ሰብ ንዓይ ዓድኻ ዘይትኸይድ ዝብለኒ እ ንምንታይ ጸሊእኹም ድዚኹም እንታይ ከም መፍተው ኣለካ በል እስኪ ሃየ ግዳ ናብቲ ዘምጻካ ግዳ ግበር ስራሕ ገዲፈ እየ መጽኤ ኦኬ ጋድ ማ ፍሬንድ ሓንቲ ቢዝነስ ኣይድያ ኣላትኒ ንሳ ኣነን ንስኻን ኮይንና ክንሰርሓ ሓሲበ ኣለኹ ኣይ ያ ኣይ ሓጢኣተይ ናተይ ውሒድንሲ ተመሊስካ ከዓ ካልእ ሓጢኣት ክትውስኸኒ ኣንታ እንታይ ዝመሰለዎ ተፈጋእ ርእሲ ምዕዳል ኢልካ እዚ ኖ ማይ ፍሬንድ እዚ እኮ ንዓኻ ከህፍትመካ እኮ እዩ ኣነ ተኽሊት ኣነ ድኻ ድየ ብዓዲ ሃፍታም ብከተማ ሃፍታም ብበረኻ ሃፍታም ብኩሉ ሃፍታም እኮ ኣነ ተኽሊት ኣነ ኦ ማይ ጋድ ንምንታይ ዘይትሰምዓኒ ተኽሊት እሞ ዝስማዕ ዘረባ ተዛረብ እብለካ ኣለኹ ሃይ ግበር ወል
ካብ ኣሜሪካ ዘምጻኽዎ ኣዝዮም ክኢላታት ዶክተራት ዝሰርሕዎ መድሃኒት መርፍእ ኣለኒ።
እሂሞስ እንታይ ገባራ እዩ? ጉድ!
ንሱ ንብዙሓት ሕማማት ዝከላኸል ጥራሕ ዘይኮነ ኣብ ውሽጥኻ ኣትዩ ኣብ ሓጺር ግዜ ለውጢ ዘምጽእ እዩ። ከመይ ዝበለ ለውጢ? ጉድ!
ዮር ቦዲ እንድ ዮር ስትራክቸር ኣብ ሓፂር ግዜ ምልእልእልእልእ ይብለልካ ከምዚ ብዙሓት ኣዋልድ ሃነን ዘብል ዓይነት ከምኡ ከምኡ ይደብለካ ከምኡ ዓይነት ነብሲ ይህበካ ከምኡ ድዮ ያ
እሞ ሕጂ እዚ ንዓይ ክሸጠለይ ጥራይ ትሓስብ ከይትህሉ ያ ያ ያ ተክሊተይ ንዓኻ መሪፀ ኣለኹ ዌል ዝገዝኡ ተምፂኻ ድማ ኮሚሽን 25 ፐርሰንት ሓስበልካ እየ ኣይ ገረንኬል እምበር ገረንኬል ሰብ ተጋጊኻ ከይትህሉ ከመይ ከመይ ንዓይ ደኣ ኣምላኽ መስገንሲ ወዘይ መርፍእ እዞም ኩለን ጎራዙ እኳ ሃነን እየን ዝብላለ ወረ የብልካን ጉድ ኣለኒ ይበዝሓልካ ኣዋልድ ይበዝሓልካ ነብስኻ ከምዚ ከምዚ እዚ ይመልእ እዚ በሎ መጽእ ትብል እ? ደሓን ደሓን ንዜና ኺዶ መሽክናይ ብዕብራን መዓኮርን ከብዱን ክጣበቕ ደልዎ ንእሸይ ተሪፋቶ ዘላ ናብ ኺዶ ሹር ንስኻ ብዙሕ ትምዕብል ሰብ ኣይኮንካን እ? ጽባሕ ክትጠዓስ ኢኻ ብለካ ኣለኹ ባል ስማዕ ጸቡቕ ገይረ ኸይረ ጨንኩልካ ከለኹ ምኻድ ክሕሸካ እዩ ተዘየለ ኣብታ ካዚርም ና ተጌረ ተጌረ ያ ተጌረ እንታይ ገይረ ግርምባ ዝገበርካ ምስ ገበርካስ እንታይ ገይረ እንታይ ገይረ እንታይ ገይረ ስማዕ ኣነ ንዓኻ ደንጊፀ ንድሕነት ህዝበይ ኣብ ዋጋን ዕዳጋን ኣይእቱን እዩ ኣሜሪካ ኣይትድሰኒ ጃፓን ኣይተፍርሓኒ ስሪላንካ ኣይተሰክፈኒ ኣነ ተኽሊት ኣነ ከመይ ዝኣመሰልኩ ጨዳድቐላይ ምዃነ ይስኸርእከ እዚኣ ኮቕላል ባይ ተሌፎን ተሌፎን ንግደፎ እንደዚ ዘረባ ንግደፎ ስማዕ ንግደፎ ዘረባ ጥራይ ኣይኮነን ዝግደፍ እታ ፕላንካ እታ ሓሲብካያ ዘለኻ ከ እሳ ከኣ ምሳኣ ግደፋ እያ ኦኬ ኦኬ ገዲፈ ኣለኹ በቃ ገዲፈ ኦኬ እንደ ወንድቲ ኦኬ እኮ ኣይትበለኒ ሕራይ በለኒ ሕራይ ሕራይ ሕራይ በቃ ገዲፈ ኣለኹ ተዘየሎ ንንስሪ ክድውለሉ እየ ኣይትሕሸካን እያ ገዲፈ እየ እኮ ጉደፈወ
ኣብዛ ተሌፎነይ ምድዋል ከኣ ግደፋ ኦኬ

ማሜን ማሜን ኣይተረዳእኻን ኣነ እኮ ምስዞም ናይ ደገ ደረፍቲ ምስቶም ዓበይቲ ህቡባት ደረፍቲ ምስኦም ክሰርሕ እዚ ሃገራዊ መንነት ኤርትራዊ መንነተይ ቋንቋ ትግርኛ ምስ ዓለም ከላልየ እኳ እዩ ዘሎ መደበይ ማሜ
ኣታ መን ክሓፍረልካ እዩ ኣታ መን ክሓንደልካ እዩ መን ክሓፍረልካ እዩ እስኻ ሲ ምስቶም ናይ ዓዲ ወፃኢ ክትወዳደር ምስኦም ክትደርፍ ማሜን

ዋው ዋው ዋው ዋው ኣካይዳ ማለት የየየ ልክዕ ከም ናይ ስኑብዶግ ኣምፂኻያ የስ ዲኖ ኣም ሹር ዘይ ውል ላይክ ዩ የመን ገለ ዓይነት ኣካይዳ ግደፈና ያኸታ
ጄጄ ስታይል ኣይኮነን
What happened? ታሪም እየ ዘለኹ እግረይ What?
What happened? ተኾንካ ኣታ እቲ ዕንቋይ ደይ ስርሑ ዝሰርሕ ሰብኣይ ኣለካ ኣሎ እሱ መፂኡ ዝኣንጎሎ ረኺቡ ሃሪምና ሴሌብሪቲ ሴሌብሪቲ ይህረም ኣበይ ኣሎ ሕጂ እንደይ መዓር ትገዝኣሉ ጓል ረኺቡ ኣብቲ መንገዲ ጠጠው ኢሉ ኣሎ ክትኮሶ እኮ እዩ ነይርካ ሓቢርና እሞ ንኺድ

ከም ዓቢ ሓዎም መጠን በሃልን ስራሕ ሕነ ትምህሮምሲ ሒዝካዮም ክጠፍእ ዓባይ በጊዕሲ ደቃ ሒዛ ትጠፍእ ክበሃልሲ ኣብዛ ናትካ ርእያ ኣብዛ ናትካ ዕንቋይ
እርደካ እንተሎ ሕልመ ኢኻ ተጸልሙ ተለላ እንተ ሰቑረታ እታ እታ ግርበላታ ፋንድያ ስማዕ እስኻ ገንዘቡ ትመልሰሉ ዲኻ

ስማዕ ካ እስኻ ስማዕ ስማዕ ሰሪ ሰሪ ትበል ስማዕ ቅልፅምካ ክሓብጥ ሓሙሽተ በዚ ኣጓልት ኣርባዕተ በዚ ኣጓልት ሒዝካ ምሳኻ ክድቅሳ እንዲዩ እቲ መርፈ ተወጊእኻዮ እወ ማለት ኣብ ባፅዕ ክኸይድ ከለኹ ጎርጎሶም ክሊፕ ክስእል ከለኹ ብቲ መደቀሲ ከምዚ ኢለ እወ። ነብሰይ ምልእል ኢሉ እወ። ማለት ኬፍ ኣለዎ ንኸምኡ እየ ኣነ እኮ ሓሲበ ግጥምጥም ኢሉ ኣብቲ ኣብቲ ባሕርና እወ ማለት ሲ ሽዑ ኬፍ ዝበካ እተን ኣዋልድ ኣብ ሰለስተ ዋልድ ኣብ ዘዕሪፈን ክልተ ዋልድ በዚ ኣዕሪፈን እንተ ልኹመኛ ስማዕ ስማዕ ዋጋን ዘን መዓር ሓሙሽተ ሽሕ ናቕፈ ነዚኣን ውሰደን ነዚኣን በሊዕኻ ድማ በዚኣ በዚያ ኩርኹርኻ ዛይታ ኣብ ከለኻ ቅብቅብ ዳንጋኻ ኣብኡ ከለኻ ፍልይ እዚያ ቅልፅም ፍልይ ኣብኡ ከለኻ ሕብጥብጥ ናልካ ኣብዛ ባሕርኻ ክትርክ ትብለኻ ወድሓንካ ወድሓንካ
እንታይ እሞ ክገብር እያ ዓወት ክመጽእ ከሎ ትፍተን እያ ማለት ናይ ኒፕሲ ሃስል ሳንድማን ሒዞሞ ዝኸዱ ዝጀመርዎ መንገዲ ክሳብ መወዳእታ ክኸብጽሓ ኣለዎም እዩ ነይሩ ናተይ ሓሳብ ትርድአለይ ስኢና ዲዛስተር